ዓለም ግን ኣይናፍቲ ዓለም ከንቶ ንመን ከትብል ተሓንእቱ ብላታ ገደፈት ወይ ንእሽቶ

ህብብቲ ስነጥበባዊት ጻሂቱ በራኺ እዩ። እዚ ብመኮነን ኪዳነ ዝተባህለ ሓውና ዝተጻሕፈ እዩ። ክጠቕመናን ክዕብየናን ይኽእል ኢለ ስለ ዝሓሰብኩ ንታሪክ ቦታ ብከምዚ መሰረት ክንጅምሮ ኢና። ሰናይ ምክትታል ትገብሩልና ሃናፂ ርእቶን ሓሳባትን ብክብሪ ኢና ንቕበሎ የመስግን ምሳኹም ዘለኹም ሓውኹም ሚካኤል ማሾ እየ ስለ ምክትታልኩም ብጣዕሚ እየ ደመስግን ኣብ ከተማ ሆላንድ ብ24 ጉንበት 218 ዝዓረፈት ስነ ጥበባዊት ፀሃይቱ በራኺ ስነ ስርዓት ቀብራውን 31 ጉንበት ሰበስልጣን መንግስትን ግንባራትን መራሕቲ ሃይማኖትን ቤተሰብን ኣፍቃሪኣን ህዝብን ከምኡውን ስድራ ቤታን ስነ ጥበባውያን ኣብ ዝተረኽብሉ ኣብ መካነ መቓብር ቅድስት ማርያም ኣስመራ ዝተፈጸመ ስነ ጥበባዊት ፀሃይቱ በራኺ ኣብ መስከረም 1937 ኣብ ዞባ ደቡብ ንኡስ ዞባ ማይ ዓይኒ ዓዲ ኳዕቲት ኣብ እትበሃል ዓዲ ኣቶ በራኺ ሓጎስ ኣዲኣ ወይዘሮ የህዋ ላሸት ዘርኡ ኣሕመድ ዲን ተወሊዳ። ወላዲኣ ብህጻና ካብዛ ዓለም ብሞት ዝተፈለይዋ ጸሃይቱ በራኺ ኣብ ንዑስ ዕድሚኣ ምስ ወላዲታ ናብ ኣስመራ ብምምጻእ ዕድመ ንእስነታ ኣብ ኣበሻዊት ዘሕለፈት ዕባይ ኣስመራ እያ። ጓል ኣርባዕተ ዓመት ምስ ኮነት ምስ ሓትነኣ ንፖርት ሱዳን እኳ ከይዳ እንተነበረት፣ ናብ ኣስመራ ተመሊሳ ኣብ ቤት ትምህርቲ ኣስኳላ ዴሳታ ንትምህርቲ ኣተወት። ካብ ናብ ምህሮ ናብ ስነ ጥበብ ዝዛዘወ ዝምባሌ ዝነበራ ግን ንትምህርታ ካብ መባእታ ንላዕሊ ኣይቀጸለትን። ኣሰር ናይተን ብዝተፈላለዩ ናይ ሓጎስ ኣጋጣሚታት ብማሰን ናይ ምምዕራግ ክእለት ከም ዝነበረን ዝፍለጣ፣ ኣዲኣ እናሓዘት እናተዓዘበትን ዝዓበየት ፀሃይቱ በራኺ፣ ንጥበብ ወላዲታ ብኻልእ መልክዕ'ያ ሒዛቶ። ኣብ ንእስነታ ከኣ ንኽራር ከም ቀዳመይቲ መሓዛኣ መረጸታ። ንሳ ነታ ወናም ሓትነኣ ኣብ ካልኣይ መፋርቕ ኣርብዓታት ካብ ፖርት ሱዳን ዘምጽኣኣ ክራር ካብ መቐመጢኣ ብኢደ ዋኒና እናልዓለት ተሓቢኣ ክትላመዳ ጀመረት። ምሕዝነታ ምስ ኣውታር ክራር ከተደልድል ዝተዓዘቡ ስድራ ቤታ ንተግባራ ኣይተቐበልዎን። ከም ሓያል ናይቲ እዋን'ቲ ስድራ ቤታት ከኣ ሓሜን፣ ኣርሆ ወዘተ ክትኮኒ ፍቓደኛታት ኣይኮናን ብዝብል ተሪር ተቓውሞ እኳ እንተርኣዩዋ፣ ናብ ማሕበር ስነ ጥበብ ዓለም ክትጥሕል ዝወሰነት ጸሃይቱ በረኸ ግን ንምኽሮም ክትስምዕ እዝኒ ነበራን። ክሳብ ብብረት ዝተገበረላ ምፍርራሕ ናይ ቤተሰባ መኪታ ድማ ነቲ ምስ ክራር ዝጀመረቶ ፍቕሪ ብዝለዓለ ደረጃ ኣዕመቐቶ። ኣብ ነውስ ዕድሜኣ ንኽራር ክትመልካ ዝጀመረት ፀሃይቱ በራኺ ክእለት ናብ ዝለዓለ ደረጃ ንምብራኽ ናይቶም ኣብነት ክኾንዋ ዝኽእሉ ከም በዓል ኣውቶብርሃን ሰጊድ ጻይቱ ገብረገርግሽ ዝኣመሰሉ ምዕባያ ከረርቲ ደረፍቲ እናደገመት ኣድማስ ክእለታ ክራር እናዓበየ መጸ። በብቑሩብ ከኣ ኣብ ፈለማ ሓምሳታት ኣብ ምቕንጣጥን ኣብ ንኡስ መዘናግዒታትን ብኽራራ ከተስምዕን ጓይላታት ከተጻውትን በቕዐት። ስነ ጥበበኛ ጸሃይቱ በራኺ ኣብ መፋርቕ ሓምሳታት ጓል ዓሰርተ ሽዱሽተ ዓመት ኣብ ዝነበረትሉ እዋን ወግዓዊት ከራሪት ብምዃን ኣብ ቤት ወይዘሮ ወባ እንድርያስ ዝተባህለ ኣብ ኣባሻውል ዝነበረ ሸያጢት ስዋ ተቖጺራ ክትሰርሕ ጀመረት። መራዋሕ ድምጻን ክራራን ድማ ሃምን ቀልብን ናይቲ እዋን እቲ ኤርትራውያን ክትሰልብ ተራእየት። እዚ ቦታ እዚ ክሳብ ዓሰርተ ሰለስተ ሰዓት መዓልቲ ብኽራርን ብድምጻን ንሰማዕታ እናዘናግዐት ንዓሰርተ ዓመታት ሰራሐት። ደርፍታታ ብፍኑው ኣብ ካሴት እናተመልአ ኣብ ኣብያተ ሻሂን ኣውቶቡሳትን ካልኦት ናይ መዘናግዒ ቦታታትን ይዝርግሑ ብምንባሮም ኣብ ገጠራት ከተማታትን ኤርትራ ተፈላጥነታ ክዓቢ ግዜ ይወሰደኒከም ሻሙ ዝና ስነጥበበኛ ፀሃይቱ በራኺ ብዝያዳ ክብርኽ ዝተረኣየሉ ግን ኣብ 1966 ኣብ ማእከል ኣስመራ ናይ ገዛእ ርእሳ እንዳ ስዋ ምስ ከፈተት እዩ ሓያል ናይ ምቕላብን ናይ ምድራፍን ክእለት ዝነበራ ፀሃይቱ በራኺ ኣብ ትካላ ኣብ ዓሚቕ ኣድናቖት ብባህላውያን ሃገራውያን ደርፍታት ወጊሑ ክሳብ ዝዓርብ ተዘናግዖም ነበረ። በዚ ድማ ንገዛኣን ስዋኣን ብምኡዝ ደርፍታታ ኣቋሲዮም ክድሰቱ ካብ ርሑቕን ቀረባን ዝመፁ ዓማዊላ ኣዕለቕሊቖም ይውዕሉ ከም ዝነበሩ ካብ ኣእምሮ ናይቲ እዋን እቲ ኣድናቖታ ዝሕከኽ ኣይነበረን ካብ 1967 ክሳብ ሽሕን ትሽዓተ ሚእትን ስሳን ትሽዓተን ኣብ ዝነበረ ዓመታት ስነ-ጥበበኛ ጸሃይቱ በራኺ ኣብ ኣስመራ ናይ ዒላ ብርዒድ ከረንን ብኣውራጅነት እንዳ ስዋ ከፊታ ትሰርሕ ነበረት። ብፍላይ ኣብተን ኣብ ዒላ ብርዒድ ዝተቐመጠትለን ናይ ዓመትን ፈረቓን እዋናት ካብ ሽሕን ትሽዓተ ሚእትን ስሳን ሸውዓተን ክሳብ ሽሕን ትሽዓተ ሚእትን ስሳን ትሽዓተን ኣብ ዝነበረ ዓመታት ስነ-ጥበበኛ ጸሃይቱ በራኺ ካብ ኣስመራ ናብ ዒላ ብርዒድ ከረንን ብምውራድ እንዳ ስዋ ከፊታ ትሰርሕ ነበረት። ብፍላይ ኣብተን ኣብ ዒላ በርዒድ ዝተቐመጠትለን ናይ ሓደ ዓመትን ፈረቓን እዋናት ምስ ተሓኤ ተወዲባ ኣብ ሃገራዊ ጉዳያት ትሰርሕ ብምንባራ ኣብ ታሪኽ ህይወታ ዝሓዘ ሓጺር ጽሑፍ ሰፊሩ ይርከብጸሃይቱ በራኺ ኣብ 1970 ናብ ኣስመራ ተመሊሳ ናብ ስዋ ንምዝንጋዕን ስራሕን ብዝለዓለ ደረጃ ቀጸለቶ። ምስቲ ሽዑ ዝነበረ ሃገራዊ ንቕሓት ድማ ንሃገራውነት ዘበራብሩ ን ንቓልሲ ዝስሕሉን ደርፍታት ድምብርጽ ከይበላ ብድፍረት ትድሕድሖም ነበረት። ካብቲ ግዜ እቲ ንደሓር ከኣ ዝበዝሑ ደርፍታት ጸሃይቱ በራኺ ሃገራውያን እናኾኑ መጹ። ኣብቲ እዋን እቲ ቤት ጸሃይቱ በራኺ፣ መተኣኻኸቢ ሃገራውያን ማእከል ፖለቲከኛታት እናኾነ ክኸይድ ተራእየ። ዝተፈላለዩ ሃገራውያን እንተላይ ብስራሕ ናብ ከተማ ዝኣተዉ ተጋደልቲ ኣብ ናይ መዘናግዒ ገዛኣ ይኣትዉን ንሜዳ ዝስለፉ መንእሰያት ብደርፋ ተሳሒሎም ይወፁ ነበሩ። ጣይቱ በራኺ ምስቶም ንዕረፍቲ ካብ ኣዲስ ኣበባ ዝመጹ ኣብ ኣስመራን ዝነበሩን ተምሃሮ ዩኒቨርሲቲ ጥቡቕ ርክብን ነይርዋ እዩ። እቶም ምረት መግዛእቲ ንህዝቢ ኤርትራ ንምርዳእ ኣውራ ብተዋስኦታትን ዝኩስኩሱ ዝነበሩ ተመሃሮ ዩኒቨርሲቲ ቤት ጸሃይቱ በራኺ ቀንዲ መተኣኻኸቢኦም ገይሮም ይነጥፉ ነበሩ። ነቶም ዘዳለውዎም ዝነበሩ ተዋስኦታትን ብደርፍታት ከተዕጅቦም ድማ ኣብ ስነማታት ይዕድምዋ ነበሩ። መድረኽ ሰብዓታት ስነ ጥበባውያን ህይወት ፀሃይት በራኺ ናብ ዝለዓለ ጥርዙ ዝደየበሉ መድረኽ እዩ ዝነበረ ብ1970 ኣብ ኣዲስ ኣበባ ኣብ ዝነበረ ፍሉጥ ቀራፂ ድምጺ ትካል ፍሊፕ ሪከርድስ ብጓል ኣንስተይቲ ዝድረፍ ናይ ትግርኛ ደርፍታት ከሕትም ከም ዝደሊ ነቶም ኣብኡ ዝነብሩ ኤርትራውያን ስነጥበበኛታት ምስ ሓተቶም እታ ብተውህባኣን ብጽፍራን ኣርካን ስነጥበበኛታት ክትከውን ዝበቕዕ ጸሃይቱ በራኽ እዮም ሓርዮማ። ብሓገዝ ውሩይ ክኢላ ጊታርን ድምፃውን ተወልደ ረዳ ከኣ ካብ ኣስመራ ናብ ኣዲስ ኣበባ ተጠሊባ ከደት። ከም መጀመርያ ፍቕረይ ሓዳረይ መን ክኣልየለይ ኣባ ሻውል ዝባን ጨርሒ ስገመይ ኣዋልደይ ኪድ ኣዕበዳ ለይለይ ቦላ ወይ ኣነ ጓሉ ዝርከብዎም ዓሰርተ ክልተ ደርፍታት ድማ ኣብ ዘመናዊ ስቱድዮ ኣሕተመቶም። ምስ ምዝርጋሕ ደርፍታት ከኣ ርእሰ ተኣማንነትን ተፈታውነታን እናወሰኸ ሓንቲ ካብቶም ጉሉሓት ደረፍቲ ትግርኛ ክትከውን በቐዐት። ዝናኣን ህቡብነታን ካብ መሽጎራጉር ኣባሻውል ወጺኡ ኣብ ኩሉ ኩርናዓት ዓለም ዝነበሩ መሬት ኤርትራ ሰጊሩም ዶብ ክዝርግሑ ተራእየ። ጸሃይቱ ዘፍረየቶም ደርፍታት ብልክዕ ብዝሖም ክፍለጥ እኳ እንተዘይተኻእለ፣ ኣብ ሃገራውያን ኣብያተ ሰነዳት ብዝተገብረ ኣፋዊ ዳህሳስ ኣስታት ተስዓ ደርፍታት ብዲስኮን ካሴትን ዘሕተመት ስነጥበባዊት እያ። ምስቶም ንሕትመት ዘይበቕዑ ደርፍታት ደሚርካ ድማ ኣበርክቶ ኣብ ምህብታም ማዕርነት ደርፍታት ኤርትራውያን ቀሊል ኣይነበረን። ብብዝሖምን ጥራይ ዝልክዑ ኣይኮኑን። ብያታውን መበቀላውን ባህሊ ሕብረተሰብ ኤርትራ ተመስሪቶም ዝተሃነጹ እዮም። ልሉያት ኤርትራዊ መንነት ዘለዎም ደርፍታት ብምኻኖም እቲ ዝሓየለ ብልጫኦም ክኸውን ይኽእል እዩ። ስነጥበባዊት ጸሃይቱ በራኺ ምስ ሰብ ፈቃር፣ ምቕልልቲ፣ ፍትውቲ፣ ሃላዪት ሰብ ሕውስቲ ሰብ ምንባራ እውን ናይ ቀረባ መሳርሕታን ፈለጥታን ይምስክሩላ። ካብቲ ሓንሳብ ዝኣተወቶ ባሕሪ ስነ ጥበብ ከይወፀት ክሳብ ዕለተ ዕረፍታ ብሞያኣን ድምፃን ድማ ነቲ ሞያ ዘለዋ ክብርን ፍቕርን ዝገልጽ እዩ። ብድፍረታን ሃገራውነታን እትልለ ጸሃይቱ በራኺ ብግሁድን ውስጠዘን ሓያል ንኤርትራን ንገድልን ማእከል ዝገበሩ ደርፍታት ዘፍረየት ሃገራዊት ስነጥበባዊትን እያ። ኣስመራ ወርቂ ሚለነ ኦ ፍረወይኒ ካባኺ ምፍላየይ ኣስካርባ ጎማ ክዳነይ ካባኺ ዓደይ ከዋግኣኪ ኣንቆልቊለ ክወርድ ናብ ማይ ጃሕጃሕ ዝኣመሰሉ ደርፍታት ኣብ ኣእምሮ ብዙሓት ኤርትራውያን ዝሰረጹ ኣብ ምኹስኳስ ሃገራውያን ልዑል ተራ ዝነበሮም ደርፍታት እዮም። ንሳ ናብ ቤት መሓዛኣ ንምሳሕ እናኸደት ኣብ ማይ ጃሕጃሕ ክትበጽሕ ከላ፣ ክልተ ኣጸቢቖም እትፈልጦም ፈዳይን ተጋደልቲ ባንዴራ ኤርትራ ተኺሎም ክኸዱ ጎፍ በሉዋ። ዳዊት በራኺ ሰላም ኢላቶም ጥራይ ክትሓልፍ ነብሲ ኣይገበረላን። ስነጥበባዊ ስምዒታ ተበራቢሩ ነታ ዘጓነፈታ ፍጻሜ ከም ዘላታ ክትደርፈላ ወሰነት። ኣብ ኤርታዊ ዜማኣ ኣሕዚላ ድማ ከምዚ በለት።

እትብል ኣብ መስርዕ ናይ ብሉጻት ብልጽቲ ብልጽቲ ክትሰርሕ እትኽእል ውልቃዊት ደርፊ ሃነጸት። ደርፊ ማይ ጃሕጃሕ በቲ ኣብቲ እዋን እቲ ርሱን ስምዒት ሃገራዊ ዝነበሮ ኤርትራዊ ልዑል ክብሪ ተዋህባ። ሽማን ዝናን ጸሃይቱ በራኺ ከኣ መመሊሱ ዓረገ። ኣርብዓን ሓደን እንግሊዝ ኣትዩ ሓምሳን ክልተን ወጺኡ።

ክትጻወቲ ኮለኺ ማይ በኒ ስላሴ። ማእ እዚ ስላሴ ድኣሞ ዘይደግመና ድኣሞ ንዓ ንሕና ናብ ወለዶ ናብ ወለዶ ክንሰጋግሮ እንታይ ምስጢር ኣለዎ። ማእ ከመይ ጌርኪ ከምኡ ከምኡሲ ብቐጻሊሲ ንበረኸት ድኣ ከምኡ ዘይትብሎ። ዋእ ክሓቶ ኢየ ክትዕድሙ ኢና ኣብዚኣ ክሓቶ ኢየ ከምኡ ኢለ። ኣነ ኤኮ ኣይገበርክን ስጋዕ ሎሚ ኢዩ። ብፍጹም።
ኤኮ ኢልካ እዚ ኤኮ ኛው ኛው ዝብል ደገ
ንማይ ጃሕጃሕ ኻልኦት ደረፍቲ ጸሃይቱ ሰሚዖም ሃገራውነቶም ዝተበራበሩ ዝገንፈለ ኤርትራውያን ዜጋታት ብውልቅን ብጉጅለን ናብ ብረታዊ ቃልሲ ይስለፉ ብምንባሮም ድማ፣ ኣብ ምምዕባል ኤርትራዊ ስነ-ጥበበኛ ዓቢ ተራ ዝተጻወተት ጸሃይቱ በራኺ፣ ኣብ ሽሕን ትሽዓተ ሚእትን ሰብዓን ክልተን ክሳብ ሰብዓን ሰለስተን ምስ ባንድ ኾባኹብቲ ኤርትራ፣ ኣብ ባጽዕን ዓሰብን ኣብ ከተማታት ኢትዮጵያ ምስ ዝተፈላለዩ ስነጥበበኛታት ኣብ መኽፈቲ ስነ ስርዓት ሲኔማ ኣፍሪቃ ኣብ ጽምብላት ኤምባሲታትን ኣብ ካልኦት ኣጋጣሚታትን ሓያል ምርኢት ዘቕረበት ስነጥበበኛን እያ። ኣብቲ እዋን እቲ ብወገን መሳርሕቲ ጸሃይቱ ልእልቲ መሰንቆ ንመላእ ኤርትራ ከም ጸሓይ እተብርቕ ይበሃለላ ከም ዝነበረ ድማ ኣብ ታሪኽ ህይወታ ዝሓለፈ ጽሑፋት ሰፊሩ ይርከብ። ድሕሪ ውግእ ከባቢ ኣስመራ 1975 ፀሃይቱ በራኺ መንእሰያት ነንሕድሕዶም ጥራይ ዘይኮነስ ምስ መንደቕ ይኹን ምስ ኣዕኑድ ከይተረፈ ዝስዕስዑ ዝነበሩ ብናይ ጢዝ ዝፍለጥ ፍሉጥ ፀወታ ዘለዎ ደርፍታት ኣተኣታትያ እቶም ነዚ ጸወታታትዚ ዘውጽኡ ደርፍታት እምብዛ ደፋራትን ቁልዓትን ብምንባሮም ድማ ንትብዓት መሃዝነታ ጸሃይቱ በራኺ ዝገልጹ እዮም። ገለ ካብ ትሕዝቶኣ ናይቲ ደርፍታት
ንዋያ ንዋያ ዓጽምቶም ከሲሶም

ናይ ሸምበል ጸጸራት ነጻ ወጻኹዎም ነዞም ኩሎም እሱራ ስኔሞቶካር ሰሉይ ከመይ ተሰበሪ ነወዳት ገዲፍኪ ነዋልድ ትኣስሪ ኢሰያስ ኣፈወርቂ ተኸነለይ ታንኪ ንስኺ ትጋደሊ ኣዴኺ ትበኪ ወዘተ ክጥቀሱ ይኽእሉ። ምስ ምምጻእ ስርዓት ደርጊ ከም ኩሎም ኤርትራውያን ስነጥበበኛታት፣ ንጻሪቱ በራኺ ውን ባይታ ስነጥበብ እናኾርካሐ'ዩ መጺኡ። ነቶም ደርፍታት እናስተማቐሩ ዝዛናግዑ ኣድናቖታ ብሽቑረራን፣ እቶም ደርፍታታ እናስተማቐሩ ዝዛናግዑ ኣድነቕታን ብሽቑረራ ደርግን ናብ ሜዳ ምስላፎም እናወሓዱ፣ መሳርሕታ ስነጥበበኛታት ገለ ካብ ስደት ገለ ካብ ገድሊ ምስ ተበታተኑ ኣይቀሰነትን። ኣብ መጋቢት ሰብዓን ሸውዓተን፣ ኣብ መጋቢት ሰብዓን ሸውዓተን ከኣ ናብቲ ኣቐዲማ ብምስጢር ተወዲባ ትሰርሓሉ ዝጸንሐት ተሓኤ ተሰለፈት። በቲ ዝነበራ ሞያ ድማ ኣብ ሃገራዊ ክፍሊ ሙዚቃ ትያትር ተሓኤ ተመዲባ። ኣብቲ ዝለዓለ ባንድ ተሓኤ ድማ እንኮ ደራፊት ትግርኛ፣ ቀራሪትን ጓል ኣንስተይቲ'ያ ነይራ። እስቶም ኣብ ከተማ እንከላ እትፈልጦም ኣብ ሜዳ ዝተላለየቶም ስነጥበበኛታት ተጋደልቲ ብምዃን ከኣ እቲ መድረኽ ብዝጠለቦም ደርፍታት ንህዝብን ተጋደልትን ኣብ ምብርባር ሃገራዊ ንቕሓታ ተወፋይነታን እጃማ ኣበርኪታ። ገለ ካብቶም ኣብ እዋን ብረታዊ ቃልሲ ዘቕረበቶም ንጽንዓት፣ ተወፋይነትን፣ ገለ ካብቶም ኣብ እዋን ብረታዊ ቃልሲ ዘቕረበቶም ንጽንዓትን ተዓዋትነትን ገድሊ ህዝቢ ኤርትራ፣ ንፍቕሪን ናጽነትን፣ ንጻውዒት መንእሰያት ዝደረፈቶም ደርፍታት እዞም ዝስዕቡ ክጥቀሱ ይኽእሉ። ኣሸብሮምየ ሸብሮም ሰራዊት ደርጊ ሸብሮም ሰራዊት ደርጊ ናይ ዘመቻ እሪ ምራይ ጀብሃስ ዓጢቓ ኣላ ሰብኡት ኩኑ ጥራይ ንሰራዊት ደርጊ ክህንክቶ መንእሰይ ንዓናይ ሜዳ እቶ ኣውሊዕ ቦቂላ ኣብ ቀጽሪ ገዛና ኣቲ ኤረይ በጃኺ ምጽና ፍቅርኺ'ዩ ዝኣስረና ወዘተ ብዝብሉ ደርፍታት ትጉስጉስ ኔራ። ስነጥበባዊት ጸሃይቱ በራኺ ኣብ ብረታዊ ቃልሲ ምስ ብጾታ ንህዝብን ሰራዊትን ትጉስጉሶም ኣብ ዝነበረትሉ እዋን ቀዳማይ ዓመት ሓርነት ከተማ ተሰነይ ንምጽንባል ኣብ ዝተገብረ ባህላዊ ምርኢት ብ ሓሙሽተ ጉንበት ሽሕን ትሽዓተ ሚእትን ሰብዓን ሸሞንተን ብደብዳብ ነፋሪት ናይ ርእሲ መውጋእቲ ኣጋጢምዋ። ዘድሊ ሕክምና ድሕሪ ምግባር ድማ ኣብ ንቡር ገድላዊ ዕማማ ተመሊሳ ክሳብ ሽሕን ትሽዓተ ሚእትን ሰማንያን ሓደን ገድሊ ቀጸለቶ። ፀሃይቱ በራኺ ምስ ምብትታን ተሓኤ ኣብ ሱዳን ንሸውዓተ ዓመት ድሕሪ ምፅናሕ ሽሕን ትሽዓተ ሚእትን ሰማንያን ሸሞንተን ናብ ኤውሮጳ፣ ሆላንድ፣ ኣምረሐት። ካብቶም ኣብ ስደት ዝነበርሎም ዓመታት፣ ሓንቲ ካብቶም ንጡፋት ሃገራውያን ምንባራ ትፍለጥ። ኣብ ፈረሳ ኣብ ዓዲ እንግሊዝ፣ ኣብ ጀርመን፣ ኣብ ኣሜሪካ ዝኣመሰላ ሃገራት ዑደት ብምክያድ ምርን ምርኢታትን ዘቕረበት ስነ-ጥበባዊ፣ ሞያኣውን ልዑል ኣበርክቶ ዝነበራ ሃገራዊትን እያ። ንናጽነት ኤርትራ ኣመልኪታ ካብ ዝደረፈቶም ደርፍታት። ኣዕጽምቶም ከስኪሶም መስዋእቶም ዘኽፈሉ ህዝቢ ኤርትራ ስርዓተ ጀጋኑ። ዕጨ ለሚንት ዕጨ ሔና፣ ኣባይና ጌሳ መዓስ ሰላማ፣ ሓረስታይ ሸቃላይ መምህር ተመሃራይ፣ ተስፋ ናይ ኤርትራ፣ ኣገዳሲ ግደ ናትካ ኢዩ ኣውራ። ዝብሉ ይርከብዎም። ንሓሉ ዓድና መሬትና ንሓሉ ንሓሉ ባሕርና ዶባትና ንሓሉ ከይኣትዉና ከም በሊዖም ኣሉ ህዝቢ ኤርትራ ኣለና ኣብ ጎንኻ ሓድጊ ይከኣሎ ዋርሳይ ኣጆኻ ነጊራትካየ ኣነ ብዓንተቦ መሬት ኤርትራ ጀጋኑ ኣለዉዎ። ዝብሉ እውን ይርከብዎም። እዛ ከም ኣደ ፈቃር፣ ከም ሃገራዊት ውፍይቲ ሓርበኛ፣ ከም ስነጥበበኛ ኣርካን ፀሃይቲ በራኺ፣ ሽሕ እኳ ፍጡር ወዲ ሰብ ሓላፊ ኮይኑ ብህይወት እንተተፈለየና እዞም ናብ ወለዶታት ተሰጋጊሮም ዘይምነዉ ብሉፃት ናይ ስነጥበብ ሉዳታ ግን ሓድጊ ገዲፋትልና ትኸይድ ብምህላዋ ኣብ እዝንን ልብን ህዝቢ ኤርትራ ህያውን ነባሪትን እያ። ኢሉ ጽሑፉ ይዓጹ። ክቡራት ተኸታተልትና ካልኦት ጀጋኑ ኣቦታትና ኣያታትና ተመኩሮኦም ናብ ህዝቢ ክበጽሕ ኣለዎ ትብልዎም ዝተፈልጥኹም ዘይተፈልጡ ዘለኩም ርእይቶ ሓሳብይ ክቐርብ ዘለዎ ትብልዎ ሰብ ናባና ክተቕርቡልና ብትሕትና ንሓትት።